በይንኻ ምዃን ሰብ ናብ ሂወትካ ምእታውን ወይ ድማ ምምርዓው ወይ ዓርኪ ምሓዝ ክልተ ዝተፈላለዩ ናይ ሂወት ምዕራፋት እዮም። እቲ ፍልልይ ኣብ ኣነባብራኻን ኣብ ኣተሓሳስባኻን ኣብ ስምዒትካን ዓብዪ ጽልዋ ኣለዎ። ነዚ ክሕግዝና ዝኽእሉ ቀንዲ ነጥብታት ኣለው። ሓደ ብሓደ ድማ ቀጺልና ከንሪኦም ኢና። ካብ መጀመርያ እስካብ መጨረሻ ምሳይ ጽንሑ። ሰላም ሰላም ናይ ዝፋን ሳባዊት ቤተሰብ ክብራት ኣሕዋተይን ኣሓተይን ከመይ ሰንቢትኩም? ኣነ ሰላም እግዚኣብሔር መስገን ብዘለኹመ ሰላም ክትኾኑ እንዳተመነኹ ንለማዓንቲ ኣገደስቲ ዝኾና ስነ ጽሑፋት ይሕዘልኩም መጽየ ዘለኹ ካብ መጀመርያ እስካብ መጨረሻ ምሳይ ይጽንሑ። በይንኻ ምዃንን ሰብ ናብ ህይወትካ ምእታውን ዓብዪ ጽልዋ ኣለዎም። ሓደ ብሓደ ኣፈላላዩ ክንሪኦ ኢና። በይንኻ ምዃን ሰብ ናብ ህይወትካ ምእታውን ወይ ለለ ምምርዓውን ዓርኪ ምሓዝ ክልተ ዝተፈላለዩ ናይ ህይወት ምዕራፋት እዮም። እቲ ፍልልይ ኣብ ኣነባብራኻን ኣብ ኣተሓሳስባኻን ኣብ ስምዒትካን ዓብዪ ጽልዋ ኣለዎ። ቀዳማይ ካብ ኣነ ናብ ንሕና ካብ ኣነ ናብ ንሕና ሽፍት ፍሮም ኣይ ቱ ዊ በይንኻ እንከለኻ ኩሉ ውሳነታትካ ብዓይኒ ጥቕምታትካን ድሌትኻን ጥራሕ ኢኻ ትርእዮ። ካበይ ትበልዕ እማእስ ትድቅስ ገንዘብካ ምንታይ ተውዕሎ ኩሉ ብናትካ ፍቓድ ጥራሕ እዩ ዝኸውን። ሰብ ምስ ኣተወካ ግን ውሳነታትኻ ንኻልእ ሰብ እውን ስለ ዝጸሉ ንሕና ኢልካ ክትሓስብ ትጅምር። ንኣብነት ገለ ቦታ ክትኸይድን ክተድል እንተደሊ ከለኻ ምስ መጻምድትኻ ትመያየጥ ንዓኣ ምቹእ ምዃኑ ዘይምዃኑን ትሓስብ። ካልኣይ ሰምዒታዊ ደገፍን ምክፍፋልን፣ Emotional Support፣ በይንኻ እንከለኻ ሓጎስ ይኹን ጓሂ ንበይንኻ ኢኻ ዝበዝሐ ግዜ ተሕልፎ። ጸገም ምስ ዘጋጥመካ ንበይንኻ ትቃለሶ ወይለለ ንፈተውቲ ክትነግር ትኽእል ኢኻ ግን እቲ ናይ ቀረባ ናይ ውሽጢ መሓዛ ሓገዝ ይጎድለካ። ሰብ ምስ ኣእተውካ ግን ካብ ጽንኩር ግዜ ኣብ ጽንኩር ግዜ ዘጸናንዐካ፣ ኣብ ሓጎስካ ድማ ምሳኻ ኮይኑ ዝሕጎስ ናይ ቀረባ ሰብ ትረክብ። ህይወት መጋቤ ወይለለ ፕሪንተር ይህልዋ። እዚ ድማ ጽልዋ ጭንቀትን ብሕታውነትን ይቕንስ። ሳልሳይ፣ ሓላፍነትን ዕብየትን፣ Responsibility and Growth፣ በይንኻ እንከለኻ ሓላፍነትካ ንውልቀኻ ጥራሕ እዩ ነይሩ። ሓለሓሊፉ ናይ ስድራ ቤት ክኸውን ይኽእል ክህልወካ ይኽእል እዩ፣ ግን እቲ ቀረባ ጸቕጢ የለን። ሰብ ምስ ኣተወካ ግን ሓላፍነትኻ ይውስኽ። ንሰበይትኻ ወይ ንዓርክኻ ክትከናኸን፣ ንመጻኢኻ ክትሓስብ፣ ቀጠባዊ ምትሕግጋዝ ክትገብር ትጅምር። እዚ ሓላፍነት እዚ መብዛሕትኡ ግዜ ንሰብኡት ብስለት የምጽኣሎም፣ more responsibility and mature። ኣብ ራብዓይ ነፃነት ምውህሃድን ነፃነትን ምውህሃድን ፍሪደም ቪዝ ኮምፖርሜስ በይንኻን ከለኻ ምሉእ ነፃነት ኣለካ ዝደለኻዮ ግዜ ክትወፅእ ዝደለኻዮ ግዜ ኣብ ዝደለኻዮ ግዜ ክትኣቱ ዝደለኻዮ ነገር ክትገብር ትኽእል ንመንነቱ ክትገልፅ ኣየድልየካን እዩ ሰብ ምስ ኣተወካ ግን ገለ ካብ ነጸናትካ ክትውሰድ ግድን እዩ ካዓ ክጎለካ ግድን እዩ ምጽውዋርን ምክእኣልን ኮምፐርሜስ የድሊ ክልተ ዝተፋላለየ ድሕረ ባይታ ዘለዎም ሰባት ሓቢሮም ክነብሩ እንከለው ናይ ግድን ግጭታት ይፈጥሩ እዮም ነዞም ግጭታት ብዘተ ምፍታሕ ካዓ ሓድሽ ክእለት ተማዕብል ትክእል ማለት እዩ ሓምሻይ ቀጣባዊ ለውጢ ፋይናንሻል ኢምባክት፣ በይንኻ እንከለኻ ገንዘብካ ንውልቃዊ ድሌታትኻ ጥራሕ ኢኻ ትገብሮ ኔርካ፣ እንካዕ ተውዕለን ኔርካ። ሰብ ምስ ኣተወካ ግን ከልተ ሰብ ሓቢሩ ክሰርሕ እንከሎ ቅጠባዊ ዓቕሚ ክዓቢ ይኽእል እዩ። ክልቲኦም ዝሰርሑ እንተኾይኖም ብኻሊእ ወገን ደማ ውጽኢትታት ክውስኽ ይኽእል እዩ፣ ንኣብነት ኣብ መርዓ ግዜ፣ ኣብ ቆልዑ ምውላድ ግዜ፣ ዝዓበየ ገዛ ክኸውን እናሃለየ ወጻእታትካ ደማ ብኡ መጠን ናዓበየ እናወሰኸ ክኸወድ ይኽእል እዩ። ሻድሻይ ማሕበራዊ ህይወት፣ ሾሻል ላይፍ፣ በይንኻ እንከለኻ ምስ ፈተውትኻን ኣዕሩኽትኻን ዘለካ ግዜ ሰፊሕ ነይሩ ክኸውን ክኽእል። ሰብ ምስ ኣተወካ ግን ምስ ኣዕርኽትኻ፣ ሰበይትኻ ዘለካ ግዜ ቀዳምነት ይሕዞ። እቲ ካብ ኣዕርኽትኻ ዝነበረካ ግዜሲ ናብዛ ዘእተኻዮ መጻምድትኻ እቲ ግዜ ተዘንብሎ ኣለኻ ማለት እዩ። ምስ ኣዕሩኽ ዘለካ ግዘ ይቕንስ፣ ኣብ ክንድኡ ግዜ ሓድሽ ናይ ስድራቤት ዝምድናታት ይፈጥር። ብሓፈሻ ክንርእዮ እንከለና በይንኻ ምዃን ነጻነት ይህበካ፣ ሰብ ናብ ህይወትካ ምእታው ግን ትርጉምን ምርግጋእን ወይ ከዓ ስታቢሊቲ ኤንድ ሚኒንግ ይህበካ። ሰበይቲ ወይ ዓርኪ ክትሕዝ እንከለኻ ህይወትካ ካብታ ንበይንኻ እትጓዓዞ ናብ ሓበራዊ ጉዕዞ ይቕየር። እዚ ጉዕዞ እዚ ጻዕሪ የድልዮ እዩ፣ ግን ድማ ፍቕሪ፣ ደገፍን መጻኢ ስድራቤትን ዝርከበሉ መንገዲ ስለ ዝኾነ ብጣዕሚ ጥዑምን ጽቡቕን እዩ ማለት እዩ። ዘይተጸበኻዮ ነገር እንታይ ከጋጥም ይኽእል? ናትካ ናይ ውልቀ ግዜ ወይ ከዓ ፕሪቬስ ክጠፍእ ይኽእል እዩ። ባህርያትካ ክቀያየር ወይ ክተዐሪ ትግደድ ትኸውን። ኩሉ ግዜ ቅኑዕ ንምዃን ዘይኮነሲ ነቲ ርክብ ንምዕቃብ ክእለት ይቕረ ምባል ወዘተ ትምሃር ትኽእል። እዚ ለውጢ እዚ ነፍሲ ወከፍ ሰብ ከከም ባህሪኡ ይፈላለ ይኸውን ይኽእል እዩ። መብዛሕትኡ ግን ሰብ ምስ ጥዑይ መጻምድቲን ምስ ናተይ ዝብሎ ዝሓልየሉ ዝተሓላለዩ እንድሕር ኮይኑ ኮይኑ ምስ ዝኸውን ህይወቱ ዝያዳ ብርሃን ራህዋን ይረክብ። ምናልባት ኣነ ሓደ ካብቶም ዝተዓደሉ እየ። ዝጠፈኣኒ እፈልጥ፣ ዝረኸብኩዎ ከኣ እፈልጥ። ዓብዪ ዕድል እዩ። ካልኦት ዝጠፍኦም ዘይፈልጡ፣ ዝረኸብዎ ዘየለልዩ፣ ዝደለይዎ ዘይእምቱ፣ ካብ ሕሉፍ ዝሃድሙ፣ ንሕጂ ዝኸሕዱ ንመጻኢ ዝፈርሑ ኣለዉ። በየነ ሃይለ ዝነበረኒ ጻንሒት እዚ ይመስል። ተመቺኩም ፈቲሕሞ ክትኾኑ ተስፋ ይገብር። እንተፈቲሕሞ ላይክን ሸር ሳብስክራይብ እናገበርኩም ኣባራታትዑኒ። ቀጻሊ ብኻሊእ መደብ እስካብ ንራኸብ ባባይ።